ኪሮስ እዚ ናይ እንዳ ክራር ናይ እንዳ ስዋ ምስ ቁሩብ ምስ ጠዓዓሙ ዝደርፍዎ ናይ እንዳ ናይ እንዳ ስዋ ደራፋይ ኣዝማሪ። ወዲ ኣስመራ ክሳዱ ተተቀንጠበት ብኣውራጃ ክዛረብ ሰሚዐክን። ናጽነት
ዝባዓል ብሕቶ እዩ ታይ ረኪብና። ብዘይካ ናይ ስእልን ብዘይካ ናይ ጥሕሎን ወላሓንቲ ፖለቲካ ስለዘይረኣኹ። ኤርትራዊ ከኣ ናይ መዓልቲ ናጽነት ምስ ተገፈፍኩ ሰዓት ድያ ኣይተመለስኩን ኢለን። ኪሮስ ንደራፋይ ዘይበቕዐ ፖለቲካ ክበቅዕ ኣይክእልን'ዩ። እሞ ኤሊዛ ገለስ ኣይትፈልጥያን ኢኺ ማለት ኢዩ። ሕጂ ህዝቢ ኤርትራ ከምዚ ሓፊሩ እምበር ኩሉስ ኩሉስ ኣብ ዓድዋ ድኣ ቤተሰብ ከይህልዎ። ንዓይ ከኣ ሓፍተ ኣደይ ኣላ እዉን ኣለዛኦም ዶክተር። ናይ ትግራይ ዘርኢ ውን ኣሎኒ ማለት እዩ። ካብ ኤርትራ ብማሕበረሰብ ደረጃ መን ተዋሲብና መን ይቀርበና ቁጽሪ ሓደ ሓማሴን እዩ። ንኣብርሽ ህጂ ተኣማሚንካ ጓል ኣይትበን ምክንያቱ ጸቂጡ ክቀትላ እዩ። ኩሉ ሰብ ክውሕጣ ዝግባእ ሓቂ ግን እዚኣ እያ። ንሕና ሰለስተ ኣርባዕተ ዓመት ዝተፈናቐለ ህዝቢ ኣለና ብጣዕሚ እዩ ዝስመዐና ዋእ ዕስራ ዓመት ዝተፈናቐለ ኤርትራዊት ኣዶ ኤርትራዊ ኣቦ ዝነበረ ምዃኑ እውን ልቢ ንበል። እንዲያውም ኣስመራ ናይ ኢትዮጵያ ነች። ጥዕና ሃበለይ ከመይ ኣለኹም ከመይ ትቕንዩ ክቡራትን ፍቱዋትን ተኸታተልቲ ሽደን ሪኣክትስ ዋን። ደሓን ኢና። እንኳዕ ንበዓል ሕማማት ኣብፀሐና ማለት እዩ። እዚ ሰሙን እዚ ብጠቕላሉ እንትረአ እንተሎ ሆሊ ዊክ ይበሃል ወይ ከዓ ቅዱስ ሰሙን ተባሂሉ ይፅዋዕ ጎይታና መድሓና የሱስ ክርስቶስ ካብ ትማሊ ካብ ሆሳእና ጀሚሩ ትማሊ ሆሳእና እዩ ነይሩ ካብ ሆሳእና ጀሚሩ ሰኒ ሰሉስ ተማኺሮም ረውዕ ከዓ ምኽሮም ኣፅኒዖም ሓሙስ ቅዱስ ቁርባን ወይ ከዓ እቲ ላስት ሳፐር ዝበሃል ዓርቢ ከዓ ተሰቂሉ ቀዳምን ዓርቢ ምሸትን ኣብ መቃብር ውዒሉ ማለት እዩ ድሕሪኡ ከዓ ሰንበት ተሳሉ እዩ ስለዚ ሰሙን እዚ ኩሉ ግዜ ናይ ጸሎት ሰሙን እዩ ናይ ጾም ሰሙን እዩ ብዝኾነ ግን ሓደ ሓደ ግዜ እንታይ ደኣ እንተይሰራሕካ የብላዕን እዩ ኣብዚ መሬት ቅነ ኣይንጸረፍን ጥዒጥዒ ዝበለ ሕጋዊ ዝኾነ ነገር ኢና ክንሰርሕ ንስኻትኩም እውን ኣብዚ ኢኩም ረሃ ዝኮነ ላይፍ ክተሕልፉ ኢኩም ማለት እዩ ሳብስክራይብ ላይክ ኮሜን ሼር ምግባርኩም ኣይትረስዑ ክብለኩም እየ ዝደሊ እንድሕር ደኣ ከምዚ ጌርኩም ኔርኩም ድማ ተሸለምቲ ክትኮኑ ኢኩም ኣወል ስዒድ ብኣርኣያ ስላሴ ክኣምን ጀሚሩ ተጠሚቁ ድዩ ወይስ ጠፊእዎ ዶ ኢልካዮ እንዳፈለጠ እንዲ ዝሕምስ ኣወል ስዒድ እንታይ ገብረ መድህን ሓወይ ገሬ ኣወል ስዒድ ይፈልጥ እዩ ዘይፈልጥ ከይመስለካ ኣወል ስዒድ ብኩሉ ነገር ይፈልጥ እዩ ግን እንዳፈለጠ እዩ ዘባላሹ ክፃረፍ ተኮይኑ እንዳፈለጠ ይፃረፍ ባይዘወይ ሳማራ ወልዱ ዋይ ሰብ ተዘይሞይቱ ይራኸብ እዩ ዝበሃል ለካ ስሓቂ እዩ ማለት እዩ። ነዊሕ ጌራ ማለት እዩ ነዊሕ ጌራ ጉጃብ ኢላትኒ ወልካም ባክ እንኳዕ ብድሓን መፃኺ ነዊሕ ጠፊእኺ ማለት እዩ ኣፍሪካ ኣፍሪካ ደስ ዝብል መደብ ኢልኒ ኣሎ ማለት እዩ ኣፍሪካ ኣፍሪካ ዮው ቴንክ ዩ ማች ኢንዲድ ማች ላቭ ወዲ ጀርመን ንትገብሮ ስራሕ የመስግነካ ቀጽሎ ኣብ ስራሕካ ኣሳልጦ ይሃብካ ኣሜን ከምዚ ዝኣመሰለ ምርቃ እዩ በቃ እቲ ፖዘቲቭ ሓይልን ጉልበትን ዝኾነካ ማለት እዩ ጡንቻ ዝኾነካ የለን ያኽ ሞኸስ ዝመሰል ኢድ ሒዝካ ከመይ ጌርካ እዩ ታወዲ ብዝኾነ ናብ ናይ ሎማዓንቲ ቪድዮ እንኳዕ ብድሓን መጻኹም ኢለ ሒዘኩም ክሰግር እየ ዌልካም Welcome to Shittin Reacts One!
ግርም እሞ ኣብዚ ቀዳማይ ዘሎ ሎሚ ኣምላኽ ተዛሪቡኒ እዩ ለምቅን ሕጂ ኣምላኽ ክዛረበና ኤክስፔክት ንገብር ኢና ኩላና ምስ ኣምላኽ ተዛሪቡኒ ዝተዛረበኒ ድማ ከምዚ በልሉ እዩ ትብለና ኣላ ንስማዕ ሎሚ
ኣምላኽ ተዛሪብኒ ንዓኹም ከ ክዛረበኩም ትደልዩ ዶ ኢለ ፅሑፍ ኣንቢረ ከም ዘለኹም ኣምላኽ እንታይ ኢሉ እዩ ተዛሪብኒ እቶም ናይ ብሓቂ ኣምላኽ ከዛረብ ድዩ እንታይ ደኣ ንዓና እዩ ዘይዛረበና ድምፂ ኣምላኽ ከ ብምንታይ ኢና ንፈልጦ እትብሉ ሰባት ከዓ መልእኽቲ ክሕልፍ ኢለ መፅየ ዘለኹ ናይ ብሓቂ ኣምላኽ ክዛረበካ እንተደሊኻ ዘረባ ምንታይ ተመርኮሰ እዩ ኣብ ቃላት ዝተመርኮሰ እዩ ኣነ ክዛረበኩም ከለኹ ሕጂ ቃል እየ ዝጥቀም ዘለኹ ስለዚ ኣምላኽ ብምንታይ እዩ ዝዛረበካ እታ ሓንትን ንፅርትን መልሲ ኮንፊዥን ዘይብላ ኣምላኽ ብቃሉ እዩ ዝዛረበካ ግርም ስለዚ ኣምላኽ ክዛረበኩም ትደልዩ እንድሕር ደኣ ኮንኩም መጽሓፍ ቅዱስ ኣንብቡ እያ ትብለና ዘላ ማለት እዩ ናይ ኣምላኽ ቃል ማለት ኣነ ዛረበኩም ዘለኹ ንኣብነት ብቃል እየ ኣምላኽ ድማ ዝዛረበኩም በዚ ኣቢሉ እዩ ብቃሉ ብቃሉ ኣቢሉ እዩ ዝዛረበኩም እያ ትብል ዌል ክብርቲ ሓፍቲ ብጣዕሚ ደስ በሃሊ እዩ እቲ ሓሳብኪ ትኽክል እዩ መፅሓፍ ቅዱስ ዝበሃል ክንበብ ዘለዎ መፅሓፍ ንሰብ ሂወት ዝኾነ መፅሓፍ እዩ ናይ ሕግታት ናይ ፍልስፍናታት ናይቶም ሕጂ ዘለዎ ኣብቲ ዓለምና ላዕልን ታሕትን ዝብሉን ዝመላለሱን ዘለዎ ኣምራትን ፅንሰ ሓሳባትን ብምልኦም ከዓ መበቆሊኦም መበቆሎም መፅሓፍ ቅዱስ እዩ ኣብኡ እዮም ተረኪቦም ዝኾነ ይኹን መፅሓፍ ቅዱሳዊ ትሕዝቶ ዳርጋ ኣለዎ ክትብል ትኽእል ኢኻ ማለት እዩ ብዘይካ እቲ ሕጂ ኒውሊ ኢመርጅ ዝገበረ ናይ ቴክኖሎጂ ወይ ከዓ ሓድሽ ምህዞታት ተታሓዩ ዝመፅእ ኣስማትን ምስኡ ተታሓዩ ዝኸድ ነገራትን ማለት እዩ እንተዘይኮይኑ ግን ኤቭሪቲንግ መፅሓፍ ቅዱሳዊ እዩ ሕጂ ኣነ ብጣዕሚ ካብ ዝተገረምኩሉ ብዝሓለፈ ማለት እዩ ብቀዳማይ ትንቢተ ዩኤል ዝበሃል ኣሎ ትንቢተ ዩኤል ዝበሃል ኣብኡ እንዳረኣኹ ሲ ኣፍራስ ዝመስል ቅርፂ ኣለዎም ወታደራት ይመስሉ ግን ወታደራት ኣይኮኑ ሰብ ኣይኮኑን ከም ሰብ እዮም ኣክት ዝገብሩ ይብል ሕጅስ እዞም ሁማኖይድ ሮቦትስ ወይ ከዓ እቶም ኤኣይ ክርኢ ከለኹስ ብጣዕሚ እየ ተገሪመ ማለት ኣብቲ ውግእ ኣብ ዝኾነ ውግእ እንዳተሳተፉ እዮም ከምኡ ዓይነት ትንቢት ዘሎ እሞ እቲ ኤኣይ እውን ዋላ ተይተረፈ ኣሎ ኤንወይስ ናይ ኣናበባ ፀገም ተዘይኮይኑ ኣሎ እዩ ትንቢተ ዩኤል ኬድኩም ርኸብዎ ተዳሊኹም እና እቲ ሓፍትና ትብለና ዘላ ቃል ትክክል እዩ ከም ሕማማት መጠን ከዓ ነዚ ሪኣክሽን እዚ ንሕና እውን ንእግረ መንገድና ተገደደ ተገደደ ዝኾነ ሰዓት ደስ ኣብ ዝበለና ማለት እዩ ክርስትያን ድሕር ኮይና መፅሓፍ ቅዱስ ስላም እንድሕር ደኣ ኮይና ድማ ቁርኣን ዝኾነ ዝኾነ ግዘ ኣልዕል ኣቢልካ ምንባብ ዝመስልዎ ነገር የለን ቃል ናይ ኣምላኽ እዩዎ ትኽክል እዩ ብኦቢሉ ይዛረበኩም ትብለላ እሰይ እዚ ትምኒት እምበር ትንቢት ኣይኮነን እዚ ባህግን ትምኒትን ናይ ኩሉ ኤርትራዊ እዩ ይብል ሕጂ ነብዪ ጻጸ ትፈልጥዎ ኢኹም እዚ ብልሙደ ኣጸዋውዓ ነብዪ ጻጸ ኢና ንብሎ ኣብ ናይ ፊሽ ማለት እዩ ምስ ፊሽ ቃለ መሕትት ገይሩ ነይሩ ዝኾነ ግዘ ድሕሪኡ ከኣ ዝኾኑ ካልእ ካህን እውን ብዙሕ ግዜ መልሲ ሂቦሞ ነይሮም ሽዑ ፍሽ እውን ሓደ ሕቶ ሓቲትዎ ነይሩ እንድሕር ደኣ ሕሙማት ኣምጺኤ ኣብ ጥቃይ እንተፈዊስካዮም ኣነ ወድያው በቃ ቀጥታ እቲ ዝበልካኒ ከኣምን እየ ርኤ ከኣምን እየ ኢልዎ ነይረ ምጻለ ኢልዎ ነይሩ መጺኦም ዶ እቶም ሕሙማት ገለ ኣይፈለጥኩን ተፈቲሖም ዶ እዞም እስራት ኢሎም እዞም ሰብኣይ ኣይፈለጥኩን እየ ግን ሕጂ እንታይ ይብለና ኣሎ መሲልኩም ስምዓዮ እሞ ስደት ጥዑም ኣይኮነን ግን ነዚ ኩሉ ኣብ ስደት ዘሎ ህዝቢ ሓደ መልእኽቲ ከበስሮ ይደሊ ማለት እዩ ኣብ ዝሓፀረ ግዜ ኩሉ ህዝቢ ማለት እዩ ስደተኛ ኮይኑ ዝቕፅለሉ ግዜ ዘይኮነሲ ንኤርትራ ስደተኛታት ኮይኖም ብዙሓት ክኣትዉ እዮም ንኤርትራሲ ስደተኛታት ኮይኖምሲ ብዙሓት ክኣትዉ እዮም ኩሉ ህዝቢ ኤርትራ ካብ ዝሓጸረ ግዜ ናብ ዓዱ ኣትዩ ኣብ ዓዱ ከምቲ ዝግብኦና ከምቲ ኣምላኽ ዝመደበሉ ጣዕሚ ናይታ ምድሪ ዝበልዐሉ ግዜ ሾርት እዩ ነዊሕ ኣይክኸውን እዩ ሕጂሲ ንስደደሉ ግዜ ኣይኮነን ሕጂ ንስደደሉ ግዜ ኣይኮነን ሕጂ እግዚኣብሄር ካብቲ ሰናይ እና መልካም ነገር ዘብዝሓልና ዝተላዕለ ማለት እዩ እግዚኣብሄር ናይ ኩሉ ምርኮ መሊሱ ናፍታ መዓረን ጸባን ተውሕዝ ምድሪ ዝእትወና ቀረባ ስለ ዝኾነ እዞም ብምሎም ተዳለዉ እዩ ዝብሎም ኣነ ወላ ሓንቲ ክብሎም ኣይክእልን እዩ ተዳለዉ እግዚኣብሄር ኣብ ምድርና ተስፋ ኣለዎ ጣዕሚ እታ ምድሪ ከዓ ኩላትና ክንበልዕ ኢና እዚኣ ትንቢት ኢያ ትንቢት ናይ ቀደም ኢያ ኔራ ናይ ሕጂ ካኣ ታይ ኢያ ትምኒት ኢያ ንሱ ሕጂ ሓድሽ ነገር ክኸውን ኢዩ ይብል ሕጂ ኣነ ናይዞም ከምዚ ዓይነት ነብያት ይኹኑ ካልኦት እውን ማለት ኢዩ ዋላ ሙቱ እውን ከተንስኡ ዝኽእሉ ኣካላት ክትኣምኖምን ዘይክትኣምኖምን ከምቲ ዝበሎ እቲ ሓፍትና መፅሓፍ ቅዱሳዊ ትሕዝቶ እንተለካ ጥራይ ብኢኻ ትኣምኖም ተነባጊዒ ድምፀይ ይሰምዓ እየን ተባሂሉ ስለ ዝተፃሓፈ ምናልባት ድምፀይስ ይሰምዓን እየን ኣነ ከዓ ጓሳይኤን እየ ናተይ ድምፂ ይፈልያ እየን ካብ መን ካብቲ ካሊእ ንጣቕ ተኹላ ዝኾነ ወይ ከዓ ዘይሕልወን ወይ ከዓ ኣውፂኡ ንነብሪ ዝህበን ንበዃሪት ዝህበን ካብኡ ፈልየ ንዓይ ይሰምዓኒ እየን ኢሉ እዩ ሕጂ ንዕኡ ክትሰምዖ እንድሕር ደኣ ኮንካ በቲ ሓደ ወገን ከኣ እንታይ ተባሂሉ እዩ ዋላ ብሹምካ ሙት ምዉት ነትስእ ነርና እንተ ኢሎምኒ ኣይሰምዖምን እየ ኢሉ እዩ ስለዚ ብሹሙ ዝግበር ነገዳት ክህሉ እ፣ ነቕ- እ፣ ምሽቃጥ ምንጋድ ክህሉ ይኽእል እዩ ብኡ ከኣ ብኡ መንጽር ዝተገለጸሎም ካብ ከርሰ ኣዲኦም ጀሚሮም ዝተሓረዩ ሰባት እውን ክህልው ይኽእሉ እዮም ኣብዚ ጉዳይ እዚ ናይ በዓልትና ሓሳብ ኣይኮና ነንብር ዘይተገለጸልና እንድሕር ደኣ ኮይኑ ክግለጸልና ኢና ንጽሊ ተዘይኮይኑ ግን ተገደደ ተገደደ ብሕሜት ማለት እዩ ወይ ከዓ ብዘይተረድእና ነገር ክንሃርም ንሰብ ኣይንፈተንን ኢና እቲ ዝብሎ ዘሎ ነገር ግን ሞስት ፕሮባብሊ ኩሉ ሰብ ዝምነዮ ነገር እንድሕር ዳኣ ኮይኑ ብልፅግና ራህዋ ሰላም ክመፀና እዩ ምዕባለ ክንምዕብል ኢና ገለ ዝብል ነገር እዚ ዝፅላእ ነገር ኣይኮነስ ኦኬ እዩ በቃ ስለዚ ሰናይ ነገር እያ ናፅነት
ዝበዓል ብሕቶ እዩ ታይ ረኺብና ታይ ኣምፂና ኣበይ ኣሎ ናፅነትና ናፅነት ብሕቶ እዩ ዝበዓል ዝጎደለ እንዳመላእኻ ስለዚ ሕጂ እቲ ወለዶ ሕቶ ከልዕል እዩ ዝግብኦ ሕቶ ኩሉ ግዜ ወለዶ እዩ ሕቶ ዘልዕል ኣብ ሙሉእ ዓለም ወለዶ እዩ ሕቶ ዘልዕል ሕጂ ብ ካልእ ሃገር ኣብ መዓልቲ ናፅነት ሲ ፍታሕ ተገይሩልና ካብ እስር ቤት ወፂና ኣብሉካ ኤርትራዊ ከዓ ናይ መዓልቲ ናፅነት ምስ ተገፈፍኩስ ዓዲ ኣይተመለስኩን ይብለካ ኣንፃ በቃ ስኢናያ እኮ ኢና ዘለና ንዓለም ንዓለም ሲ ስኢናያ ሓንቲ ሃገር ኣብ መዓልቲ ናፅነታ ሰባት ትፈትሕ ፍርዲ ትህብ ናፅነት ትገብር ምሕረት ትገብር ኣብ ኤርትራ መዓልቲ ናፅነት ዝኣተው ሰባት እታ ትመፅእ ዘላ መዓልቲ ናፅነት ይውሰኽዎም እምበር ኣይወፁን ይውሰኽዎም ብፆት ይረኽቡ ይኣትዉ እንደገና እዚ ሕጂ ትኽክል እዩ ማለት መዓልቲ ናፅነት ክበሃል እንተሎ ካብ መግዛእቲ ሓራ ዝኾንካሉ ማለት እዩ ብሓዱሽ ትርጉሙ ክንርኢ ከለና ተገዛእ ነርካስ ካብቲ መግዛእትስ ሓራ ዝወጻኻሉ ማለት እዩ ወይ ሓራ ምውጻእኻ ከም ዘለዎ ጽቡቕ ነገር ኮይኑ ሓራ ምውጻእ ማለት ኩሉ ሰብ ዝምነዮ ኩሉ ሰብ ዝብህጎ ኩሉ ሰብ ከዓ ደስ ዝብሎ ነገር እዩ ነፃነት ከዓ ጽቡቕ ነገር እዩ ምቁር እዩ ከምቲ መብራህቲ ጸላም ተባሂላ ገሊጽዋ የማነ ባርያ መብራህቲ ጸላም እያ ጽብቕቲ እያ ሽዑ እዋን ብዘይ ፍትሒ ዝተኣሰሩ ሰባት እንተልኦም ሓዘን እዩ ዝኸውን ስለዚ ንሳቶም መን ይጠያቂ እዮም ህዝቢ ወይ ከዓ መንእሰይ ዝጥይቕ ኩሉ ግዘ ማለት እዩ ክንጥይቕ ኢና እንዳጠየቕና ኢና ክንነብር ትሕቶ እዚ ምእንታን ክሓልፈና ኢልኩም ብዙሕ ግዜ ሕቶ ኮይኑ ሰምዒልኩም ትኸዱ ሰባት ተለኹም ወይለኹም ንሕና ግን ከም ሕቶ መጠን ምሕታትና ንቕጽል ኢና ኩሉ ግዜ ክንሓትት ኢና ግዴታና ውን እዩ ክንሓቶ ዝግበኣና ነገር እዩ ግዴታ እዩ ንስኻትኩም ድማ ክትምልሱ ኣለኩም ዘይትምልሱ እንድሕር ደኣ ኮይንኩም ወይ ትገድፍዎ እቲ ፖዚሽን ወይ ድማ ካልኦት ክንሕተት ንኽእል ኢና ንዝብሉ ተረክብዎ እዩ እንተዘይ ኮይኑ ግን ኣይትሕተቱና ዝብሃል ነገር ዋጋ የብሉን። ትኽክል እዩ ናየ ውፉይ ዘረባ ኤሪ ኣዳም እሺ። ናትኩም ግን በዓል ነፋሒቶ ሓንሳብ ትግራይ ትዕወት ተብሉና ካብ ትግራይ ትዕወት ንዓና ቀንጺልኩም ኣሊኹም ኦሮሞ ኣካም ጅርቱ ባየ ሽንጃለዳ ክትብሉ ትውዕሉ ኦሮሞ ተማሂርኩም ካብ ኦሮሞ ዓፋር ክልል ዓፋር ኬድኩም ብዘይ ኩስትሞ ጨርቂ ተጠምጢምኩም ኣንቱም ትግረ ኣሕዋትና ክዳንኩም ከይትህቡ ትብሉ ዝነበርኩም ናይ ዓፋር ክዳን መንጢልኩም ክትሰቐሩ ርኢናኩም ኢና ብዘይካ ናይ ስእልን ብዘይካ ናይ ጥሕሎን ወላ ሓንቲ ፖለቲካ ስለ ዘይረኣኹ ኣነ ድማ ክበልዕ ስለ ዘይተሰደድኩ ክመሃር እየ ተሰዲደ ይመሃር ከ ኣለኹ ማለት እዩ ኣነ ንትምህርቲ እየ ተሰዲደ ደኣ እምበር ክምሃር እየ ተሰዲደ እምበር ኣነ እንጀራ ስኢነ ኣይኮንኩን ተሰዲደ ስለዚ ሊቭ ሚ ኣሎን ኣነ ዝኾነ ኢሞሽናል ኮይነ ኣብዚ ንዓኹም ዝህቦ ነገር ዋላ ሓንቲ የብለይን ርእሰይ ብጣዕሚ ኣ- ስማርት ዝኾነ ኣይኪ እዩ ዘለኒ ኣነ እዚ ርእሰይ ከባላሽዎ ይደልኒ ኣነ ክምሃር እየ ዝደሊ ተምሃሪ ብስነ ስርዓት ደቂ ከዕቢ ምስ ጓሶት ኣይትኺዲ ምስ ፋራታት ኣይትኺዲ ይብለኒ ህግደፍ ንዓይ

ኣነ እብለኩም ኣለኹ ድሕሪ ኢሳያስ ኣፈወርቂ ኣነ እየ ዝመርሓኩም ኢሳያስ እንድሕር ሂብንታ ስልጣን ናይቲ ሃገር ማለት እዩ
ሓራይ ኣይ ኣዱ ስማርት እያ ስማርት ምዃንኪ ስማርት ኢኺ ግን እቲ ስማርትነት ከዓ ሓደ ሓደ ግዜ ምናልባት እንታይ ይኸውን መሲልኪ የማነ ፀጋም ባክ ኤንድ ፎርዝ ከምዚ ኦሲሌሽን እንዳሰርሐ ከይጠፍእ የስግእ እዩ እምበር ስማርት ምዃንኪ ማንም ሰብ ኣይክሕዶን ግን ኣብ ሓደ ዘይፀንዕ እንድሕር ደኣ ኮይኑ እንታይ ዝበሃል ዘረባ ኣሎ መሲልኪ ሓደ ጥዑይ መፅሓፍ ዘየንበበ ሰብ ወይ ድማ ሕማቕ መፅሓፍ ዘንበበ ሰብ ምስ ምንም ዘየንበበ ሰብ ዋላ ሓንቲ ኣፈላላይ የብሎምን ይበሃል ስማርት ኮይኑ ንፅቡቕ ዘይተጠቐመሉ ሰብ ትመክሊቱ ማለት ኣዝዮም ብጣዕሚ ወሰንቲ ዝበሃሉ ንዕኡ ክብሩን ሞገሱን ክሕዙሉ ዝኽእሉ ነጥብ እውን ማይ እውን ሚዛን ክደፍእ ዝኽእል ነገር ማለት እዩ ብዓይኒ ሰብ ብዓይኒ ኣምላኽ እውን ፅቡቅ ይኽልቲ እዩ ኣብ ሓዲኡ እንድሕር ተዘይረጢብ ኩሉ ስማርትነስ ዋላ ሓንቲ ዋጋ ክህሉ ኣይክእልን እዩ ስማርት ምዃንክ ግን ግልፂ እዩ እቲ ካልኣይ እቲ ናይ ጥሕሎ ናይ ገለገለ ዝበልክዮ ማለት ናይ ጥሕሎ ፖለቲካ ገለ ኢሎም ሰባት ከናእስዎ እዮም ዝፍትኑ ጥሕሎ በሊዕኻ ህዝባዊ ዝምድናታት ምትእስሳርን ርክባት ምፍጣርን ዓርሱ ዝኸኣለ ብልሒ ዝሓትት ነገር እዩ ሱቕ ኢልካ ጥሕሎ ኣይትበልዕን ኢኻ ወይ ከዓ ደስ ኢሉካ ከድ ካብ ቻይና ተመን ቀቂልካ ኣይትበልዕን ኢኻ ምክንያቱ ዕላማ ስለ ዘለካ ኢኻ ትበልዕ ሶ ኣነ ነዞም ሰባት እዚኣቶም ዝሪኦም ዚኣር ስማርት ቱ ማለት ሓደ ሰብ ኣነ ስማርት እየ ዝብል ተኮይኑ ናይ ካልኦት ሰባት ስማርት ምዃኖም ውን ከጽንዕ ክእል ኣለዎ ኣብታ ሙዚቃ ዝበልክያስ እኳ ድሓን ናይ ኪሮስ ኣስፍሃ ሙዚቃ ጎበዝ ዶ ኣይኮነን ኣዝማሪ ድዩ ኔሩ ገለ እሞ ኤሊዛ ገለስ ኣይትፈልጥያን ኢኺ ማለት እዩ ማለት ሰብ እኮ ብዙሕ ስራሕ ክሰርሕ ይኽእል እዩ ረብሓ ዘይብሉ ሓንትን ከያንትን ዝኾነት ወሳኒት ስራሕ ድማ ክሰርሕ ይኽእል እዩ ንኤሊዛ ዝሰምዐ ኪሮስ ስነ ጥበባዊ ምዃኑ ብሓንቲ ነጥቢ ይፈልጥ እዩ ብድሕሪኡ ኪሮስ ክንደይ ዝኣኽሉ ሙዚቃታት ሰሪሑ ኣይ ዶን ኬር ምክንያቱ እንድሕር ደኣ ንክሰርሕ ባክግራውንድ ተዘይረኪቡ ወይ ከዓ ፕላትፎርም ተዘይረኪቡ ዘይክሰርሕ ይክእል ዕድላት እውን ዘይክመቻቸውሉ ክኢሎም ይኮኑ ግን ታሰርሓ ግን ኣርእዩና እዩ ጎበዝ ምኳኑ ፈሊጥና ኢና ካብ ፖሊስ ክሳብ እሱር ዝደረፈ ስዕስዕላ ሙዚቃ ነይራ ኤሊዛ ማለት እዩ ግን ኣነ መን ይበሃል ኣደሳም የል ሃይደር ኣዶማች ነቆማቸው በሮማታ ተይ መዓረይ ጽናሕ ጽናሕ ማየ ክሰቲ መጀመርታ ከይተሰርንቐና ወድኖ ኣነሳሜል ሓርዮም ዓዶም ኣሸብሮም ዋጨነቖም ወሰደዶም ወላዕለያ ደየቦም ዋይ እንታይ መዓት እግዚኣብሔር ታህዲድ ካበይ መፅት ተወደይ ቶም ወለድናስ ኣይህደዱን ነይሮም ኣውዲእካዮ ተተባሂሎም ንባዕሉ ማለት እዩ ይብሉ ነይሮም ቀደም ማለት እዩ ከምኡ ነገር እዩ ናብኡ ኢልካ ሓሰቦ ይበሃል ነበር ኣፀንቆም ኣሸበሮም ኣብረሮም እንታይ ኣብረሮም እዩ እዚ ኣብረሮም

እዘን ሰለስተ ሰሙን እምበር ክትፍንጣሓ እታ ጉሩብ ምፍንጣሕ ኣይተርፋን እያ እምበርከ ዘይትንከፍ ተንኪፍኩም ኣለኹም። ሓራይ እሺ እ።
ወዲ ኣስመራ ክሳዱ ተተቀንጠበት ብኣውራጃ ክዛረብ ሰሚዐ ኣይፈልጥን ሓደ ፋራ ምሁር ደንቆሮ ግን በቃ ገበናቱ ንክሽፍን ኣብ ኣውራጃ ክኣቱ ክሕባእ ዘይገብሮ የብሉን እቶም ኣብ ኣውራጃ ክትሓብእዎ ትፍትኑ ዘለኹም ነዚ ፋራ ከዓኒ ተጠምቆ ትማሊ ትማሊ ድሕረ ባይታ ክትእለካ ኣውራጃ ከይተንከፈ ገለ ከይተንከፈ ከም ሰብ መጺኡ ሕውስ ክብል ይኽእል እዩ ኣውራጃ እንታይ ኣምፅኣ እንታይ ኣምፅኣ ብዘይ ህዝቢ ሓማሴን ትመፅእ ኤርትራ የላን ብዘይ ህዝቢ ኣኮለግዛይ ትመፅእ ኤርትራ የላን ብዘይ ህዝቢ ሰራየ ትመፅእ የላ ግርም ስለዚ ምሁራት እንዲዮም እ፣ ደቂ ኣስመራ ምሁራት ጥራሕ ዘይኮኑ ሕጂ ንኣብነትስ ምሁር እ፣ ጥራሕ እኮ ዓዲ ኣየድሕንን ማለት ስልጡናት እዮም በተሓሳስቦኦም ኣዝማር ንዕዋላ እዩ ዕዋላ ደኣ ማለት እንታይ ማለት ድዩ በቲ ሓደ ወገኑ ዕዋላ ማለት በተኽ ወይ እ፣ ከምዚ እንታይ እዩ ዝበሃል ማለት እዩ እ፣ ንነብሱ ዘይከውን ነብሱ ዝደርበየ ሰብ ገለገለ ከም ምባል ተኮይኑ እቲ ሓደ ንሱ ሕጂ እንታይ ዝበሃል ዕውላላ ወይ ዝዓውለለ ወይ ዝዓብለሎ እዩ ክበሃል ዝከኣል እምበር ኣብ ላይፍ እዚ ማለት ኣዝማሪኖ ዝበሃል ማለት እዩ መንዲ ኣዝማሪኖ ዝብል ኣብቲ ደርፊ ንሓዉ ዝሓሊ ንሓዉ ዘኽብር ብፃዩ ዘኽብር ሓሳብ ተለዎ እውን ነቲ ሓሳባት ናይ ሰብ ዝሰምዕ ማለት እዩ ሕጂ ሰብ ናይ ሓሳብ ሰብ ኣይትሰምዑን መብዛሕትኹም በቃ ብጣዕሚ ዝርእየኩም ዘለኹ ኣነ ኣይትሰምዑን ናትኩም ጥራሕ ሓወልቲ እዩ ኢልኩም እንትሓስቡ ከምኡ ከዓ ክኸውን ኣይክእልን ኣብዚ መሬት እዚ ንስኻ ሓሳብ ኣለካ ካሊእ ሰብ ድማ ነቲ ናትካ ማዕረን ብልክዑን ወይ ቨርቲካሊ ኦፖዚት ክኸውን ይኽእል ወይ ሆሪዞንታሊ ኦፖዚት ክኸውን ይኽእል ወይ ድማ ቶታሊ ኦፖዚት ማለት ብሓዲኡ ሸነኽ ጥራሕ ዘይኮነ ኩለ ነገሩ እውን ተፀራሪ ዝኾነ ሓሳብ ሒዙ ክመፅእ ይኽእል እዩ ምስቲ ናትካ ዝመስል እውን ድማ ክኸውን ይኽእል እዩ ኣይደንቲካል ዝበሃል ዓይነት ወይ ከዓ ሲሚላር ብዝበሃል መልክዑ ክመፅእ ይኽእል እዩ ሓሳባት ብዙሕ መማረፅታት ስለ ዝኾነ ማለት እዩ ሕጂ ኣብ መብዛሕትኡ ሰብ ተሪኢኹሞ ነቲ ሓሳብ ይፈርሖሞ በቃ ከጸግዕካ ይደሊ ነቲ ሓሳብ ንባዕሉ በቃ ኮፍ ኢልካ እንዶ ንኣብነት ሰበይቲ እንዲኺ ንኣብነት ንስኺ ሕጂ ንሓደ መንእሰይ ምጽእ ክብል ከሎ እህ እንታይ ኮይንካ እንታይ እዩ ጸገም እንታይ ኣለካ ሽግር ሽግር ኣለካ ኣወ እንታይ እንታይ ንኣብነት ኣረዳእኒ ነጥቢ ብነጥቢ ዘርዝር እንተቐሚጡ ናይ ምእማን ኣማራጺ እንድሕር ኣለኩ ኮይኑ ተኣምኒ ናይ ክተእምንዮ እንተልእኩ እንተእምንዮ ብስሩን ሳዕራይን ተሳዕራይን ዝበሃል የብሉን ተኣማሚንና ኣለና በቃ ዳይ ጽቡቕ ኣለና ንዓድና ከምዚ ጌርና ኢና ንሃንጻ ተዘይኮይኑ ሓሳብ እንዳፈራሕኻ ክሳብ መዓዘ ኣበይ ኢኻ ትሕባእ ንዘለኣለም ሞት የርክበካ ኣብ ማእኸል ወይ ሓዲኻ ኢኻ ትመውት እምበር ከምዚ እንታይ ይበሃል መስቀል ዝረኣየ ሰይጣን ሓሳብ ክትርኢ ከለኹም እንዳጎየኹም ዓበይቲ ተባሂልኩምስ እንታይ ኢና ክንገብር ገለገሊኡ እኮ ብጣዕሚ እዩ ዘሕዝነካ ኣዝማሪኖ ኣሎ ረእየ ሕጂ ኣዝማሪኖ ማለት ከምዚኦም ማለት እዩ ረእየ ኣበይ ዓድኹም ክሓብኦ ዘይደሊ ነገር ኣሎ ግሉፅ ነገር ነቦይ

ዓድዋ እያ። ዓድዋ እዋ። እዎ እሞ እንታይ ድገርመ ደሎ መሲልካ ንዓይ ከኣ ነባሓጎይ ሓዉሲ ኣብ ዓድዋ ኣሎ። ኦከይ።
ሕጂ ህዝቢ ኤርትራ ከምዚ ሓፊሩ እምበር ኩሉ ኩሉስ ኣብ ዓድዋ ደኣ ቤተሰብ ከይህልዎ። ንዓይ ከኣ ሓፍ ተድህላ ኣብኡ ኣስመራ ዶ ትኸውን ኣበይ ኮን ትኸውን ይሕዛ ዶ ዝርጉምሳ ኣይልርጉምሳ ክንዛረብ ዶ ኣላትኒ ዶክተር ኣላትኒ ከኣ ለዛዎም ዶክተር ቀደም ጥዕናና ኣብ ቤትና ድዩ ምኽሪ ሓካይም ድዩ ገለ ዝበሃል መደብ ነይሩ ዝኾነ ኣብኡ ትቐርብ ነይራ ማለት እዩ ዶክተር እያ ግርም እሺ ስለዚ ከምኡ ስለዝኾነ ግን ኣይኮነን ማለት ኣብኡ ካብ ኤርትራ መፅዮ ኣብ ትግራይ ዘይወለደ ዘይዘመደ ካባና ከይዱ ኣብ ኤርትራ ከይዱ ዘይወለደ ዘይዘመደ የለን ሰብ ይነግድ ወድሲ ገዛ ኣለዎ እምበር ዓዲ የብሉን እዩ ዝበሃል ዓዲ ካበ እዩ ተተባሂልካ ሕጂ በቃ ተንቀሳቐሰ ኢኻ ከምዚ ኖማድስ ዝበሃሉ ወይ ከዓ እቶም ኣብ እስራኤል ዘለዎ በድዊን ዝበሃሉ ማሕበረሰብ ትፈልጥዎም ዶ ጀስት ከምኡ ኢና ማለት እዩ ንሕናስ በቃ ፈለስቲ በሉና ነገ በቲ ቋንቋና እንድሕር ደኣ ኮይኑስ በቃ ኣብዚ ዝበሃል ሰረት ከምዚ ጥራሕ ኣይኮነ ነይርዎ ሰብ እሞ ከዓ በቲ ናይ ቀደም ዝነበረ ማሕበረ ኢኮኖሚ ወይ ከዓ እቲ ሶሾ ኢኮኖሚክ ካልቸር ካብቲ ሓደ ቦታ ናብቲ ሓደ ቦታ እንዳኸድካ ክትሰርሕ ግዴታ ዝማዕበለ ብኤርትራ ገፂ ነይሩ ናብ ኣስመራ ተዘይከድካ እታ ክትገብር ኣብኡ ምክንያቱ ዝሓሸ ነውሃወለካ በቃ ኣብኡ ከድካ ሸቂልካ ሰሪሕካ ገለ ትመፅኣሉ ዓዲ ስለ ዝነበረ ኣብኡ ከይዱ ዝተወለደ ብዙሕ ኣብኡ ዝተረፈ መዓት ኣብዚ መፅኡ ዝተወልደ መዓት እዚ ኩሉ ሒዝካ ኖ ኣነ ኣይኮንኩን እየ ኣይትኹን ኣይትኹን ግን ክትከውን ብሓይሊ እኮ ኮንኩ ዝደልየካ ንስኻ ወርቂ ስለ ዝተኸደንካ ኣይኮንካን ከማይ ከማኻ ኩላህና ሽንቲ ቤት ኣቲና ኢና ንሸይን ሰብ ኢና ማዕረ ኢና ዘስም እቲ ዲፈረንስ እንታይ እዩ ንሕውነት ዘለና ባህግን ተገዳስነትን ንስኻ ብሓለፋ ክትሕልወና ወይ ከዓ ንሕና ክንሕልወካ እውን ኣይኮነን ሓወይ ስለ ዝኾንካስ ሪያሊቲ ተቐበሎ ተይለካ እሞ ምናልባት ንስኻ እቲ ሜንታል ቪክቲም ዝብሃል ነገር እንድሕር ደኣ ኣጥቂዕካ ጸኒሑ ኮይኑ ናይ ግድን ንሱ ኣልዒለ ተጠቃዕ ኢኻ ግዳይ ኢኻ ናይ ግድን ሽዑ ኣነ እንታይ ክገብር ኣለኒ ማለት እዩ ናይ ሳይኮ ሕክምና ከምዚ ምሕላይ ዝብሃል ነገር እንተርእየካ ብድሕሪኡ ንስኻ ዋይ ወሓወይስ እባ ሓው ምህላው እባ ጽቡቕ እዩ ትብል እሞ ዳሕራይ ምሳይ ትኸውን እንታይ ጸገም ኣለዎ ኣሕዋት ኢና ባባ ኣብሪሽ ዋይ ባባ ኣብሪሽ ይኣኽ እስኪ እቲ ርኡይ ነገር ክንዛረብ ኣለና እዚ ሲም ካርድ ክገዝእ ንዓዲግራት ስለ ዝቐረቦ ዓዲግራት ዓጋመ ብምሉኡስ ንሕና ንቐርቦ ዝበሃል ሕሶት እዩ ክልተ ሚእቲ ኪሎ ሜትር ብእግሮም ከይዶም ኣቦታትና ብኣድጊ ድዩ ብፈረስ ድዩ መኪና ድዩ እናነገዱ ኣስመራ ማእኸል መናሃርያ ናይ ዓጋመ እያ ነይራ ዘይከሓድ ነገር ካብ ኤርትራ ብማሕበረሰብ ደረጃ መን ተዋሲብና መን ይቐርበና ቁፅሪ ሓደ ሓማሴን እዩ ብምሉእ ዓጋመ ካብ ቤተሰበይ ጀሚሩ ኣስመራ እዮም ሃፍቲሞም ኣዲስ ኣበባን ኣስመራን። ኣብርሽ ህጂ ንኣብርሽ ህጂ ተኣማሚንካ ጓል ኣይትበን ምክንያቱ ጸቂጡ ክቀትላ እዩ ኣብኡ መይታ እንተተረክበትክ
እንታይ ዘጸቅጥ ኣለኒ ብላዕሊ ደይባ ዘየሰራስራ
እንታይ ተሰራስራ ዘይተገብረ ከምኡ ኣብ ሕብረተሰብና ዘይፍቀድ

ኣብዚኣ ከኣ ንእሽተለይ ክብድ ዝበለት ሓንቲ ሓቂ ኣላ። መራር ኩሉ ሰብ ክውሕጣ ዝግባእ ሓቂ ግን እዚኣ እያ ማለት ሓደ ሓደ ግዜ ክትሓልፋ ኢልካስ ዘይትሓልፋ ማለት እዩ። ንስምዓያ እስኪ። ንሕና ሰለስተ ኣርባዕተ ዓመት ዝተፈናቐለ ህዝቢ ኣለና ብጣዕሚ እዩ ዝስመዐና ዋእ ዕስራ ዓመት ዝተፈናቐለ ኤርትራዊት ኣዶ ኤርትራዊ ኣቦ ዝነበረ ምዃኑ እውን ልቢ ንበል ባድመ ናይ መን እዩ ኣነ ክዛረብ ኣይደልን ሐዚ ማለት ኩናት ቅድሚ ምጅማሩ ቅድሚ ኩናት ባድመ ቴስዓ ዓመተ ምህረት ቅድሚ ምጅማሩ ቅድሚ ከ ኣርብዓን ሓሙሽተን ዓመት ኣዋጊኡ ዝነበረ ምዃኑ እቲ ቦታ ግን ታሪክ ኣለኒ ኢድዩን ጀብሃን ኣዋጊኡ ነይሩ ይግበእኒ ይግበእኒ ንኣከለ ይኹን ንኣከለ እከለ ጀምሮ እከለ ብሕጊ ምስ ተወሰነ ልዕሊ ዕስራ ዓመት ሒዝናዮ ምፅናሕና ግን ምናልባት ዝምልከቶም ኣካት ክጥየቕሉ እዩ ዘለዎ
ባይዘወይ ከቢድ እዩ ማለት እንድሕር ዳ ተፈሪዱ ተተዋሂቡ ክወሃብ እዩ ዘለዎ ሕጽር ብዝበለ ቋንቋ፣ ንዓና እውን ዝወሃበና ነገር ተልዩ ክነምጽ እዩ ዘለና። ምክንያት ተፈርዩ ድዩ? ሒዝካዮ ምጽናሕ ነቲ ቀጺሉ ዝመጽእ ናይ ምጽልላእ ከይዲ ክፍቲ፣ ክፍተት በሪ፣ ዝፈጥር እዩ። ልክዕ ዝብኢ ታይ እዩ ዝበሃል? እንድሕር ድኣ ማእገሩ ሾሊኹ ኣትዩስ ብድሕሪኡ ዋላ ሓንቲ ዘሸግሮ ነገር የለን ይብልዎ ንዝብኢ ማለት እዩ። ልክዕ ከምኡ ጸላኢ እውን እቲ ናትና ማለት እዩ እንድሕር ድኣ ብዝኾነ ክፍተታት ተረኺቡልና በዚ እዩ ዝጥቀመልና ዘሎ። So ንምንታይ ኢና ንሕና ናብ ከምዚ ዓይነት ነገራት ዝወደቕና I don't know። እዚ ሰብኣይ እዚ ከኣ ስምዕዎ።

ማህተም ጊዜው ኣስተዳደሩ እንዲረከብ እንዲያስረክብ የተደረገው በታጠቁ ሰው ኩሉ ናትና እዩ እዩ ዝብል እዚ ሕጂ እንታይ እዩ ዝብል መብዛሕትኡ ግዜ ኣብዚ ታሪክ ብጣዕሚ ንእሽለይ ክብድ ዝበለ ሰብኣይ እዩ ኣብዚ ማእኸል ዓዲ እንድዩ ዝነብር ካብኡ ክነብር ተሎ ግን እቲ ዋና ፀገሙ ምንባሩ ኣይኮነን ኣነባብሩ ብዙሓት ሰባት እውን ይነብሩ እዮም ሕጂ ቶታሊ ውፁእ ሓሰት እንዳኾነ እምበር ሓቅታት ዘለዎ ዘረባታት ዘይዛረብ ኮይኑ ኣይኮነን ግን ቶታል ውፁእ ሓሰት ከዓ ኣለዎ እዩ ሓደ ሓደ ግዜ ህዝብኻ እንታይ ኮይኑ ኣሎ እንታይ ጸጊምዎ ኣሎ ክተውግዕ ንቡር እዩ ከም ሰብ ኣብቲ ግዜ ጸገም እዚ ሸናዕ እዩ ዝብል ዝኾነ ኬፑ ቆቢዑ ገለ ተኸዳዲኑ መጽዩ ከምዛ ዝረኣኹሞ ክትንትን ሕሉፍ ሓሊፉ እውን እንተዘይተጋግየ ትግራይ ቲቪ ናብ ማእኸል ዓዲ ኣምጽኦሞ ነይሮም ኣብኡ እውን ኢንተርቪው ይግበረሉ ይውዕል ነይሩ ማለት እዩ ንስነ ጥበባዊ ሓጎስ ገብረሂወት ነቲ ኣርቲስት ነቲ ንፈትዎ ሓው እዩ ማለት እዩ ሓደ ሓደ ግዜ እንታይ ኣሎ ሓቂ ክህልወካ ይኽእል እንድዩ እቲ ሓቅኻ ግን ኣቀራርባ ኣለዎ ግዜ እውን ኣለዎ ዓውዲ እውን ኣለዎ ንኣብነት በቲ ሽዑ ግዜ ዝነበረ በቲ ንሕና ተሸጊርናሉ ዝነበርና ግዜ ኣይትብላዕ ኣይትስተ ኮይና ኣብ ዝነበረትሉ ዓዲሲ ኣብቲ ሽዑ እዋን ምስ ህዝብኻ ተኾንካ ትኽክለኛ እዩ ሎጂክ እዩ ንምንታይ ምስ ሞተ እቲ ህዝቢ ዳሕራይ መፂኻ ከምዚ ዓዲ ነይሩኒ እዩ እንዳባሓጎይ ገዛ ነዚ ይመስል ነይሩ ኢልካ ዘረባ የለን ዳሕራይ ድማ ሰላም ምስ ወፀ ምስ ተረኸበ መሰልካ እንተሓተትካ ግቡእካ ስለ ዝተዋፃእካ እዚ ድማ ፀገም ዘለዎ ኣይኮነን So ክልቲኦም ኣተዓሪቅካ ክትከይድ ዘለካ እምበር ሓደ ሓደ ግዘ በቃ ሱቅ ኢልካ ከምዚ ታይ ይብል ነይሩ እዚስ ኣብቲ ማእከል ኩናት እንዳሃለወ ገለ ዝኾነ ዓዲ በጺሕና እንተለና ወደይ ኣለኒ ድዩ ወዲ ሓወይ ኣለንስ እንተመጽኤ ነዲስ ኣበባ ንዓኻ እየ ከጥፍኣካ ይብለኒ ይፍክረለይ ኢሉ ይዛረብ ነይሩ ሕጂ ከምዚ ኢልካ ዶ ይዝረብ እዩ ክንዲ ገለ ትኾን ሰብኣይ ዓብዪ ሰብኣይ እንተኾይንካ ገለ ተኾይንካ ማለት ወድኻ እኮ ስምዒታዊ ክኾን ይኽእል ዓሰርተ ሸሞንተ ዓመቱ ወዲ ጓልካ እውን ከምኡ ኣጆኻ ዝወደይ ደሓን ክሳብ ዝርድኣካ እዩ ጸገም የብሉን ዝወደይ ደሓን እሞ እንኳዕ ብሰላም እሞ ንዓ ጸገም የብሉን ድሓርስ ኣብ ገዛና ድካ ተግልስ ገለ እዩ ዝበሃል እምበር እቶም ዓበይቲ ሕጅስ ዓብይ ዘይዓቢ ሕጂ ዋ መርገም እዩ ናይ ሎም ዓንቲ ቪድዮ ነዚ መስል ክቡራትን ፍትዋትን ከመይ ርኢኹሞ ንስኻትኩም ብወገንኩም ኣነ ብዙሕ ነገር እየ ረኺበሉ ገለገሊኡ ይስሒቀሉ ገለገሊኡ ተገሪመሉ ገለገሊኡ ከዓ እንዳቀለድኩ ገለ ማለት እዩ ብዝኾነ ግን ናይ ሎም ዓንቲ ቪድዮ ነዚ እዩ ዝመስል ንስኻትኩም ድማ ሃናፅ ዝኾነ ርእይቶኹም ክትገድፉሉ እየ ዝምሕፀን ከምዚ ኣጋጣሚ ሰብስክራይብ ግበርሉ ላይክ ሼር ካብ ተሸለምቲ ድማ ማለት እዩ ደስ ዝበለኒ ማለት እዩ ረኪበኩም ኣለኩ ክልተ መንበረን ኣሚነ መኮንን ተራኪብና ኣለና ኤስሮም ግን ኣይረከብኩካን ዘለኹ ማለት እዩ ኤስሮም ሓወይ ፀሓፈለይ ኢኻ ብኢሜይል ብኢሜይል እዮም ፅሒፎምለይ ንስኻ እውን ብኢሜይል ፀሓፈለይ ክረክበካ ካልኦትኩም እውን ክትሸለሙ ድሕር ዳ ደሊኹም እዚኣ ከም ትገብሩ ማለት እዩ ሳብስክራይብ ላይክ ኮሜን ኢንሸር ምግባር እዩ ዘለኩም ለዋም ቅነ ክኾነልኩም እየ ዝምነ ቻው ዳሕና ቀንዩታ ውድላይት
ዳሕና ሕደርታ ኣሕዋተይ ማለት እዩ